ሰላም ከመይ ትኾኑ ሽመይ መብራቱ ሓጎስ ይበሃል ኣብ ዩናይትድ ስቴትስ ከዓ ይቕመጥ ካብ መጀመርታ ሓዳር ጀሚሩ ኣብ ትግራይ ብዝካየድ ዘሎ ጦርነት ምኽንያት ኣደይ ወላዲተይ ካብቶም መድሓኒት ገዚኦም ከይጥቀሙ ተኸልኪሎም ብመድሓኒት ሰኣኖ መድሓኒቶም ወዲኦም ዝሞቱ ወገናትና ሓንቲ እያ። ኣደይ ካብ ቅድሚ ሽዱሽተ ዓመት ጀሚራ መቐለ ኣብ ዝርከብ ዓይደር ሆስፒታል ወርሓዊ ክትትል እናገበረትን መድሓኒት እናተጠቐመትን እያ ትነብር ነይራ። እቲ ጦርነት እንትጅመር ንወርሓዊ ክትትላን መድሓኒት ሪፊል ንምግባርን ክልተ ሰሙን ይተርፋ ነይሩ። እንተኾነ ግን መጋዓዝያን ባንክን ተዓፅዩ ፋርማሲታት ተሰሪቖም ሆስፒታላት እውን ኩለን ኣብ ሓፂር ግዜ ስለዝዓነዋ ኣደይ ዶክተራት ተማኸረሉ ኮነ መድሓኒት ትገዘሉ ዕድል ከይረኸበት ዲሰምበር ዓሰርተ ሓሙሽተ ዓሪፋ። ኣነ ነደይ ናይ መወዳእታ ውላዳ ስለዝኾንኩ ወደይ መፂኻ እንዶ ወድኻ ርእየኒ እሞ ክስዕሞ እናበለት ኩሉ ግዜ ትልምነኒ ነይራ። እንተኾነ ግን ምጥዓም ስለዝኣብየኒ ሎሚ ፅባሕ እናበልኩ ንነዊሕ ግዜ ንዓዲ ከይከድኩ ተቐሚጠ። ኣብ ዝሓለፈ ወርሒ ጥቅምቲ ግን ስድራይ ሒዘ ንልደት ክመጽእ ምዃነይ ኣብ ስልኪ ምስ ነገርክዋ ዓሊላ ታሕጓሳ ገሊጻትለይ ነይራ። ኣነን ስድራይን ድማ ኣብ መፋርቕ ዲሰምበር ንዓዲ ንኽንከድ ንሸባሸብ ነይርና። እንተኾነ ግን ኣነ እውን ገጽ እዛ ጽብቕቲ ኣደይ ከይረኣኹ ኣደይ እውን ንውላደይ ከይሰዓመቶ ብንፉቓ ተፈላሊና። ኣብ ትግራይ ኣብ መቐለ ሓዊሱ ከቢድ ፆታዊ ዓመፅ ይፍፀም ከም ዘሎ ዝገልፁ ፀብፃባት ኣዝዮም ከም ዘሻቐልዋ ፍልይቲ ወኪል ሕቡራት ሃገራት ኣብ ጉዳያት ናይቶም ኣብ ግጭታት ዝፍፀሙ ፆታዊ ዓመፃት ገሊፃ። ሓይልታት መንግስቲ ኢትዮጵያ ብ28 ሕዳር 2020 ንከተማ መቐለ ከም ዝተቖፃፀርዋ ይፍለጥ። ፕራሚላ ፓተን ትማሊ ኣብ ዝሃበቶ መግለጺ ሰባት ኣባላት ስድራቤቶም ክጋሰሱ ብሓይሊ ይግደዱ ከም ዘለውን ወተሃደራት ብጥቕሚ ኣገዲዶም ጾታዊ ርክብ ይፍጽሙ ኣለዉ ዝብል ክስታት ከም ዝበጽሓን ሓቢራ። ኣብ መቐለ ልዑል ቁጽሪ ዘለዎ ጾታዊ ዓመጻት ተፈጺሞም ዝብል ክሲ ኣሎ ክትብል ዝሓበረት ፕራሚላ ጠለባት መከላኸሊ ጥንስን መርመራ ብጾታዊ ርክብ ዝመሓላለፉ ሕማማትን ሃንደበት ከም ዝወሰኸ ንትካላት ጥዕና ብምጥቃስ ገሊጻ። ብተወሳኺ ኣብቲ ክልል ኣብ ዝርከባ መዓስከር ስደተኛታት ኣብ ልዕሊ ደቂ ኣንስትዮን ቆልዑትን ዝፍፀም ፆታዊ ዓመፅ ዝገልፁ ፀብፃባት ከም ዝበፅሕዋ ዝገለፀት እታ ፍልይቲ ልኡኽ ኩሎም ወገናት ካብቲ ተግባር ክቑጠቡን ዓለም ለኻዊ ሕጊ ከኽብሩን እውን ፀዊዓ። ኣብዚ ጉዳይ ሰበስልጣን መንግስቲ ኢትዮጵያ ርእይቶ ንክህቡና ዝገበርናዮ ፃዕሪ ኣይሰመረን። ኣብ ዝሓለፈ ሰሙን ኣብ ትግራይ ገበናት ኲናት ተፈፂሙ ክኸውን ከም ዝኽእል ሕብረት ኤውሮጳ ስክፍትኡ ገሊፁ ነይሩ። ሰባት ብሰንኪ ብሄሮም ይቕተሉ ከም ዘለውን ጾታዊ ዓመጻት ይፍጸም ከም ዘሎን ዝገልጽ ጸብጻባት ይበጽሖ ከም ዘሎ ሓላፊ ጉዳያት ወጻኢት ሕብረት ጆሴፕ ቦረል ኣብ ዘውጽኦ መግለጺ ጠቒሱ እዩ። ብሄር መሰረት ዝገበረ ጎነጽ፣ ቕትለታት፣ ሰፊሕ ዝምታ፣ ጾታዊ ዓመጽ፣ ኤሪትራውያን ስደተኛታት ብኣስገዳድ ናብ ሃገሮም ምምላስን ተኽእሎ ገበናት ኩናትን ከም ዝተፈጸሙ ዝገልጹ ንሓድሕዶም ዝቃደዉ ጸብጻባት ይበጽሑና ኣለዉ ብምባል ኣብ ባይታ ዘሎ ኩነታት ኪኖ ውሽጣዊ ናይ ሕግን ስርዓትን ስርሒት እዩ ክብል ኣጠንቂቑ ነይሩ።

ብምዃኑ ድማ ኣብ ዝተፈላለዩ ከባቢታት ትግራይ እቲ ኩናት ይቕፅል ከም ዘሎ ይግለፅ። ኣብ ትግራይ ዝተወልዐ ኩናት ዕስለ ኣንበጣን ለበዳ ኮሮና ቫይረስን ተወሲኽዎ ሚልዮናት ንሕሱም ሓደጋ ከም ዝተሳጥሑ ኦክስፋም ዝተብሃለ ፍሉጥ ዓለም ለኻዊ ዘይመንግስታዊ ውድብ ኣፍሊጡ። ዋላ እኳ ብሚልዮናት ዝቑፀሩ ነበርቲ ትግራይ ህፁፅ ሓገዝ እንተድልዮም ናብ ትግራይ ረድኤት ንምብፃሕ ክሳብ ሕዚ መገድታት ከም ዝተዓፀዉ ኦክስፋም ሎሚ መዓልቲ ኣብ ዘውፅኦ መግለፂ ሓቢሩ። ኣኽሊሉ ፀጋይ። ኣብ ቀረባ ግዘ ኣብ ደቡብን ምዕራብን ትግራይ ከምኡ እውን ኣብ መዳውብቲ ሰሜን ኣምሓራን ገምጋም ከምዘካየደ ዝገለፀ ኦክስፋም ዋላ እኳ እቲ ኹናት ኣብ ወርሒ ሕዳር ቅድሚ ምውሉዕ ጀሚሩ ህዝቢ ብስእነት መግቢ ይሳቐ እንተነበረ ብሰንኪ እቲ ጎንፂ ግና እቲ ኩነታት ከምዝኸፍአ ኣመልኪቱ። ዳይሬክተር ኦክስፋም ኢትዮጵያ ገዛሃይ ከበደ ሰለስቲኦም ቀተልቲ ዝበሃሉ ጎንፂ ለውጢ ኩነታት ኣየርን ኮረና ቫይረስን ንሚልዮናት ነበርቲ ትግራይ ንሓደጋ ኣሳጢሖም ኣለው ኢሉ። እቲ ኲናት ኣብ ግዘ ዓውዲ ስለዝተወለዐ ድማ ብዙሓት ዘራእቶም ከእትዉ ከምዘይከኣሉ ኦክስፋም ሓቢሩ። ኣብ ደቡብ ትግራይ ዝርከቡ ስድራ ካብቲ ኲናት ህይወቶም ንምድሓን ገዝኦም ራሕሪሖም ናብ ከባቢኦም ዝርከቡ ቁሸታትን ዱራትን ከምዝሃደሙን ብንእሽተይ መግብን ማይን ህይወቶም ከምዘድሓኑን ንኦክስፋም ገሊፆም እዮም። ናብ መረበቶም ምስተመለሱ ድማ ገዝኦምን ንብረቶምን ዓንዩ ወይ ተዘሚቱ ረኺቦሞ። ሓረስታይ ትግራይ ኣይተ ተስፋይ ጌታቸው ንኦክስፋም ኣብ ዝሃብዎ ቃል ናተይ ሓዊሱ እኽልና ተቓፂሉ እዩ። ሓደ ነጥቢ ሓሙሽተ ቶን ዝግመት እኽሊ ስኢነ። ንሸውዓተ ስድራይ ናይ ዓሰርተ ወርሒ ቀለብ ምኾነ ነይሩ ኢሉ። ቅድሚ እቲ ጎንፂ ልዕሊ ሓደ ሚልዮን ህዝቢ ብረድኤት ይናበሩ ከምዝነበሩ ዘዘኻኸረ እቲ ትካል ልዕሊ ሽዱሽተ ሚእቲ ሽሕ ነበርቲ ትግራይ ብጥሜት ይብድሁ ከምዝነበሩ ኣብ ዘውፅኦ መግለፂ ሓቢሩ ኣሎ። ኣብዚ ሕዚ እዋን ድማ ኣርባዕተ ነጥቢ ሓሙሽተ ሚልዮን ህዝቢ ህጹጽ ሰብኣዊ ሓገዝ ከም ዘድልዮ ሕቡራት ሃገራትን ሰብ መዚ እቲ ክልልን ሓቢሮም ኣለዉ። እቲ ጎንጺ፣ ጥዕና፣ ትምህርትን ቀረብ ማይን ዝኣመሰሉ መሰረታዊ ህዝባዊ ኣገልግሎት ከም ዘፍረሰ ዝሓበረ ኦክስፋም፣ ደቂ ኣንስትዮን ኣጓላትን ማይ ንምምጻእን ናይ ስድረእን ጠለብ ንምምላእን ነዊሕ ርሕቐት ከም ዝጓዓዛ ገሊጹ፣ እዚ ድማ ብሰንኪ እቲ ዘሎ ኩነታት ንድሕንነተን ውሑስ ከም ዘይኮነ ሓቢሩ። ካብዚ ብተወሳኺ፣ ሰራሕተኛታት ትካላት መንግስቲ ንኣስታት ሰለስተ ኣዋርሕ፣ መሃያ ስለ ዘይተኸፈሉ ምስቲ ዘሎ ጸገም ጸጥታን ለበዳ ኮረና ቫይረስን ናብርኦም ከቢድ ከም ዝኾኖምን ሰባት ብሰንኪ ዘሎ ክቡር ዋጋ መሰረታዊ ሸቐጣት ክዕድጉ ከም ዘይከኣሉን ገሊጹ። ብሰንኪ እቲ ዝካየድ ዘሎ ውግእ፣ ጸገም ጸጥታ፣ መራኸብታት ምድስካሎምን ቢሮክራስያዊ መሰናኽልን ትካላት ረድኤት ናብ ትግራይ ክበጽሓ ከም ዘይከኣላ ኦክስፋም ኣብ መግለጺኡ ኣፍሊጡ'ሎ። ኮሚሽነር ኮሚሽን ኣመራርሓ ብሄራዊ ስግኣት ሓደጋ ኣቶ ምትኩ ካሳ ትማሊ ኣብ ዝሃቦ መግለጺ፣ ኣብ ትግራይ ቁጽሪ ሰብኣዊ ሓገዝ ዘድልዮም ሰባት ኣርባዕተ ነጥቢ ሓሙሽተ ሚልዮን ዘይኮነ ክልተ ነጥቢ ሓሙሽተ ሚልዮን እዩ ኢሉ ነይሩ። ፈጻሚ ስራሕ ጊዝያዊ ምምሕዳር ትግራይ ዶክተር ሙሉ ነጋ ብወገኑ ሰብኣዊ ሓገዝ ከምዘይበጽሕ ተገይሩ ዝጽብጸብ ዘሎ ፖለቲካዊ ረብሓ ንምርካብ ስለዝድለ እዩ ኢሉ'ሎ። ሰብኣዊ ድጋፍ እንዲሰጥ ብመንግስቲ በኩል ምንም ካብ ዓቕሚ ንላዕሊ ብዝኾነ ምኽንያት እንተዘይኮይኑ መንግስቲ ሰብኣዊ ሓገዝ ንምብፃሕ ንድሕሪት ዝብለሉ ግዜ የለን። ግን ድማ እዚ ፖለቲካዊ ረብሓ ክረኽቡ ዝደልዩ ሚድያታት ስለዘለው ዝንቡዕ ሓበሬታ የሕልፉ ኣለው። መንግስቲ ነዚ ወተሃደራዊ ስርሒት ክጅምር እንከሎ ኣትሒዙ ሰብኣዊ ሓገዝ ከምዘድሊ ሰባት ክመዛበሉ ከምዝኽእሉ ኣብ ግምት ኣእትዩ እዩ። ስለዚ እቲ ስራሕ ቀደሙውን ዝነበረዩ ማለትዩ።
ፕረዚደንት ጆ ባይደን ኣብ ልዕሊ ዜጋታት ኤሪትራ ዝርከቦም ዓሰርተ ሰለስተ ሃገራት ብምምሕዳር ትራምፕ ተነቢሩ ዝጸንሐ እገታታት ቪዛ ሰሪዙ፣ ተስፋኣለም ኣርኣያ ተወሳኺ ኣለዎ። ሓደ ካብቶም ሓድሽ ፕረዚደንት ኣሜሪካ ጆ ባይደን ዝቐየሮም ውሳነታት ትራምፕ፣ እቲ ኣብ ልዕሊ ዝበዝሑ ኣመንቲ ምስልምና ዜጋታት ዘለወን ሃገራት ዝተገብረ ናይ ቪዛ እገዳታት እዩ። ንዘለና ክብሪ በቲ ዘይርትዓዊ ናብ ኣሜሪካ ዝግበር ናይ መገሻ እገዳታት ክንትክኦ ኣይንደልን ኢና ይብል ፕረዚደንት ባይደን ኣብቲ ብ ዕስራ ጥሪ ዘውጽኦ ሓድሽ ኣዋጅ፣ እቲ ብ ተስዓን ሽዱሽተን ኣርብዓን ሓሙሽተን ከምኡ'ውን ተስዓን ትሽዓተን ሰማንያን ሰለስተን ዝፍለጥ ኣዋጃት እገዳ ኢሚግሬሽን ትራምፕ ንኤርትራ፣ ሶማልያ፣ ሱዳን፣ በርማ፣ ኢራን፣ ኪርጊስታን፣ ሊብያ፣ ናይጀርያ፣ ሰሜን ኮርያ፣ ሶርያ፣ ታንዛንያ፣ ቨኒዝወላን የመንን ዝምልከት'ዩ ነይሩ። ጆ ባይደን ንክልቲኡ ኣዋጃት ትራምፕ ብምፍራስ ዜጋታት ናይተን ሃገራት ከም ሰቦም ቪዛታት ክሓቱ ከም ዝኽእሉ ኣዊጁ ኣሎ። ክፍሊ ጉዳያት ወጻኢ ኣሜሪካ ኣብ ዘሳልጦ ሕቶታት ቪዛ ዜጋታት ናይተን ሃገራት እቲ ኣብ ልዕሊኦም ተነቢሩ ዝነበረ ፈላላዪ እገዳ ኣብ ግምት ከእቱ ከም ዘይብሉን ብድሕሪ እዚ ሓድሽ ሕጊ ብዘቕርብዎ ቅጥዕታት ጥራይ ከም ዝምዘን ክገብር ተኣዚዙ ኣሎ። እቲ ኣብ መጀመርታ ክልተ ሽሕን ዕስራን ኣብ ልዕሊ እተን ሃገራት ዝተኣወጀ እገዳ ዘለወን ናይ ጸጥታ ሓበሬታ ናይ ምክፋል መለክዒታት ስለ ዘየማልኣ ከም ዝተወስደ ሰብ መዚ ምምሕዳር ትራምፕ ገሊጾም ነይሮም። ፕረዚደንት ጆ ባይደን ስልጣን ኣብ ዝተረከበሉ መዓልቲ፣ ንቀንዲ ኣዋጃት ፕረዚደንት ነበር ዶናልድ ትራምፕ ብፌርምኡ ሰሪዝዎም ኣሎ። በዚ መሰረት ኣሜሪካ ኣብ ውድብ ጥዕና ዓለም ንዝነበራ ኣባልነትን ኣበርክቶን ናብ ቀደሙ ክመልሶ እንከሎ፣ ናብቲ ኣብ ፓሪስ ዝተበጽሐ ውዕል ክሊማዊ ለውጢ ንምምላስ እውን ኣዋጅ ብኣዋጅ ኣፍሪሱ ኣሎ። ናብ ካልእ ትሕዝቶ ክንሰግር፣ ብምኽንያት እቲኣብ ትግራይ ተኸሲቱ ዘሎ ቅልውላውን ምዝንባልን ንኣዋርሕ ድህሪ ደሃይ ስድርኦም ክረኽቡ ዘይከኣሉ ኣብ ሃገራት ኤውሮጳን ኣሜሪካን ዝርከቡ ተጋሩ በቲ ኩነታት ከም ዝሻቐሉ ይዛረቡ፣ ገሊኦም እውን ድሮ ግዳያት ከም ዝኾኑ ይገልጹ።
ሰላም ከመይ ትኾኑ ሽመይ መብራቱ ሓጎስ ይበሃል ኣብ ዩናይትድ ስቴትስ ከዓ ይቕመጥ ካብ መጀመርታ ሕዳር ጀሚሩ ኣብ ትግራይ ብዝካየድ ዘሎ ጦርነት ምኽንያት ኣደይ ወላዲተይ ካብቶም መድሓኒት ሰኣኖ መድሓኒቶም ወዲኦም ዝሞቱ ወገናትና ሓንቲ እያ ኣደይ ካብ ቅድሚ ሽዱሽተ ዓመት ጀሚራ መቐለ ኣብ ዝርከብ ዓይደር ሆስፒታል ወርሓዊ ክትትል እናገበረትን መድሓኒት እናተጠቐመትን እያ ትነብር ነይራ እቲ ጦርነት ምስ ጅመር ንወርሓዊ ክትትላን መድሓኒት ሪፊል ንምግባርን ክልተ ሰሙን ይተርፋ ነይሩ። እንተኾነ ግን መጓዓዝያን ባንክን ተዓጽዩ፣ ፋርማሲታት ተሰሪቖም፣ ሆስፒታላት እውን ኩለን ኣብ ሓጺር ግዜ ስለዝዓነዋ ኣደይ ዶክተራት ተማኸረሉ ኮነ መድሓኒት ትገዝኣሉ ዕድል ከይረኸበት ዲሰምበር ዓሰርተ ሓሙሽተ ሓሊፋ። ኣነ ነደይ ናይ መወዳእታ ውላዳ ስለዝኾንኩ ወደይ መጺኻንዶ ወድኻ ኣርእየኒ'ሞ ክስዕሞ እናበለት ኩሉ ግዘ ትልምነኒ ነይራ። እንተኾነ ግን ኣነ እውን ገጽ እዛ ጽብቕቲ ኣደይ ከይረኣኹ፣ ኣደይ እውን ንውላደይ ከይሰዓመቶ ብንፉቓ ተዳልዮምና።
በዚ ምኽንያት ኣብ እዋን ኲናት ከጋጥም ዝኽእል ስነ-ልቦናዊ ጸቕጢ ከመይ ክንከላኸሎ ንኽእል ዝብል ቀዳማይ ክፋል ማዕዳ በዓል ሞያ ስነ-ልቦና ትማሊ ኣቕሪብና ምንባርና ይዝከር። ተኽለማርያም በኺት ንክኢላ ስነ ልቦና ዮውሃንስ ፈርዲናንድ ኣዘራሪብዎ ኣሎ። ኣብዚ እዋን ብዙሕ ሰብ ተጨኒቑ ንስድርኡ ኣብ ምሕጋዝ፣ ስነ-ኣእምሮኣዊ ሓገዝ ኣብ ምሃብ ተዋፊሩ ክህሉ ይኽእል እዩ። እንታይ ምኽሪ ኣለኩም? ሕጂ እንታይ ኣሎ መስለካ እቲ ሽግራቶም መጀመርያ ምእማን እታ ሓንቲ ክገብራ ዝኽእል መጀመርያ ኣብዚ ግዜ እዚ ናይ ገንዘብ ሓገዝ እዩ ናይ ሞራል ሓደ ሰብ ተሸጊረ እየ ክብለካ ከሎ ኖእ ኣይትብሎን ኢኻ። እቲ ቋንቋ ናይ ሰላም ክነማዕብሎ ኣለና። እቲ ቋንቋ ናይ ሰላም እንታይ እዩ? ዝበደለ በደሉ ፈሊጡ ይቕሬታ ይሓትት፣ እቲ ዝተበደለ ከኣ ይቕበል ማለት እዩ። ዝረግአ ሰብ ሰላም ይህበካ። ዝረግአ ሰብ ነፍሱ ይተኣማመን። ዝረግአ ሰብ ይቕሬታ ይሓትት። ሕራይ
እንታይ ክትብሉ ትደልዩ ኣብ መወዳእታ? ኣነ እንታይ እየ ክብል ዝደሊ ብፍላይ ብሰንኪ እዚ ናይ ትግራይ ኩናት ይኹን ናይ ኢትዮጵያ ንበሎ ውን ንዓና ውን ለኪሙና ኣሎ ኣብ ደገ ዘለና እቲ ማሕበራዊ ሂዋትና ብፖሊቲካ በጃኩም ኣይንዓቁና እየ ዝብል ሓደ ሰብ ነጋፋይ ይኩን ተቃዋማይ ይኩን እዚ ናይ ውልቁ እዩ ኣብ ማሕበራዊ ሂወት ንፈልጥ ኣብ ተስዓን ሸሞንተን ኩናት ምስ ተወልዐ ባድመ ቡዙሕ ማሕበራዊ ሂወታት ኣብ ውልቀ ሰብ ኣትዩ ትግራዋይ ድዩ ኣምሓራይ ኢልካ ክርገፅ የብሉን ደቂ ሰባት ኢና ሓበሻ ኢና ውን ዜርና ንሕና ኤርትራውያን ባህልና ምስ ሱዳን ይተኣሳሰር ምስ ኢትዮጵያ ይተኣሳሰር በቲ ታሕቲ ውን ምስ ጁቡቲ ጎኒ ውን ምስ ሃገራት ኣዕራብ የመን ድዩ ስዑዲ ኣራብያ ሕጂ ኣብዚ እቲ ማሕበራዊ ነገር ሰዓርን ተሳዕርን ስለ ዘይብሉ ብፍላይ እዞም ኣብ ደገ ዘለና እዚ እኮ ከምዚ ዓሌት ስለ ዝኾነ እዚ ወዲ ኤርትራ ድዩ ትግራዋይ ድዩ ኣምሓራይ ኢልካ ጽልኢ ቂም ምግባር ንገዛእ ርካ ጥዕና የብሉን እዚ ማሕበራዊ ምርባሽ ኣብ በተክርስቲያናት ኣትዩ ሕጂብኡ ትንተና ይገብርኔ ምብትታን ኣምጺእሎ ኣብ ስድራቤታት ኣትዩውን ሰብኣይን ሰበይትን ፍቅሮም ድኣ ክርእዩ ኣለዉ እምበር ትግራዋይ ምስ ኤሪትራዊት ተመርዒ ክህሉ እዩ ዘሎ እዩ ንርእዮ ኣለና ወላ ኣምሓረተይቲ ትኩን ሰበይቱ በብዘለናዮ ጽቡቅ ክንሓስብ ጽቡቅ ግብሪ ክንገብር ይምሕጸን ይቀንየለይ።